ሰላም ተኸታተልቲ ዕቤት ሜድያ ከመይ ቀኒኹም ምሳኹም ዘለኹ ሳይሞን ሓውኹም እየ ኣብ ዝሓለፈ ሰሙን ብዛዕባ ልምድታት ብሓፈሻ ለውጢ ተዘራሪብና ነርና ነቶም ዘይረኣኹማ ሊንክ ኣብ ታሕቲ ናይዛ ቪድዮ ክገድፈልኩም እየ እዚ ኣርእስቲ እዚ ኣዝዩ ኣገዳሲ ስለ ዝኾነ ሎሚ ነቲ ዝተዓዘብናዮ ፍልጠት ከመይ ጌርና ኣብ ግብሪ ነውዕሎ ክንዕዘብ ኢና ምክንያቱ ከምቲ ኩላትና ንፈልጦ ፍልጠት ዘይኮነ ሓይልስ ኣብ ግብሪ ዝወዓለ ፍልጠት እዩ ስለዚ እዛ ቪድዮ ክሳብ መወዳእታ ክትከታተልዋ ካብ ልቢ ይምሕጸነኩም ሓድሽ ልምዲ ምህናጽ ብሓፈሻ ለውጢ ኣብ ናይ ብሓቂ ህይወት ስኒ ምንካስ ዲስፕሊን ካብ ኩሉ ከኣ ተስፋ ዘይምቑራጽ ዝሓትት ኣዝዩ ከቢድ ነገር እዩ ከም መብዛሕትኦም ከበድቲ ነገራት ኣብ ህይወት ግን ብኸመይ የጋጥም እንተ ተረዲእናዮ ቀሊል እዩ ዝኾን ስለዚ ኣብዛ ናይ ሎመዓንቲ ቪድዮ ለውጢ ክንገብር ወይ ድማ ሓድሽ ልምዲ ክንሃንጽ ኣብ ንሓስበሉ ኣብ ሓንጎልና እንታይ የጋጥም ክንዕዘብ ኢና ኣቐዲምና ማለት እዩ ድሒርና እቶም ቲፕስ ኣብ ግብሪ ከመይ ጌርና ነውዕሎ ድማ ቀጺልና ክንዕዘቦም ኢና ምሳይ ጽንሑ ኦኬ ሓንጎልና ሓድሽ ልምዲ ክንሃንፅ ኣብ እንውስነሉ ግዜ ወይ ድማ ለውጢ ክንገብር ኣብ ንደልየሉ ግዜ ንሓንጎል ከም ሓደ ጫካ ዘይተጣሕሰ ጫካ ተደኣ ሓሲብናዮ ሓድሽ ነገር ክንገብር ኣብ ንፍትነሉ ኣብዚ ጫካ እዚ ሓድሽ መንገዲ ከም ምህናፅ ንሕሰቦ ኣዝዩ ብዙሕ ሓይሊ ዝሓትትን ዲስፕሊን ዝሓትት ስነ ስርዓት ማለት እዩ ዝሓትት ደጋጊምካ ምግባር ዝሓትት እዩ ኩሉ ግዜ በዚ መንገዲ እዚ ኣብ መጀመርታ ክንሓልፍ እንከለና ሳዕሪ ክንረግፅ ኢና ኣግራብ ክንቆርፅ ኢና መገዲ ንክንሰርሕ ብኣ ንክንሓልፍ ማለት እዩ ከምኡ ድማ ኣብ ልምዲ ኣብ መጀመርታ ብዙሕ ፀዓት ኣብ ለውጢ ክንገብር ኣብ ንሓስበሉ ብዙሕ ሓይሊ እዩ ከድልየና ስለዚ በዛ መንገዲ እዚኣ ክንመላለስ ኣብ ንጅምረሉ መጀመርታ ረጊፅናዮ ንሓልፍ ሳዕሪ ኣለዎ ኣግራብ ኣለዎ ድሒሩ ግን መንገዲ እንዳኾነ ይኸይድ መጀመርታ ዘይምቹእ መንገዲ ድሒሩ እንዳተመሓየሸ ብኡ ክንመላለስ ምስ ጀመርና መዓልታዊ ብኡ እንዳደጋገምና ምስ እንንቀሳቐስ መንገዲ እንዳኾነ ይኸይድ ድሒሩ ድማ ኣብ መወዳእትኡ ንነዊሕ ግዜ ንዓመታት ንኣዋርሕ ብኡ ምስ ተመላለስና ሓደ ሃይወይ ወይ ድማ ቁልጡፍ መንገዲ ይኸውን ስለዚ ንኽነተግብሮ ብኡ ንኽንሓልፍ ብኡ ንኽንንቀሳቐስ ብዙሕ ሓይልን ብዙሕ ዲስፕሊንን ዘየድልዮ ነገር ይኸውን ስለዚ ኣብ ሓንጎልና ሓደ ዝተሰረተ ቁልጡፍ መንገዲ ይኸውን ኣሎ ማለት እዩ ልምዲ ድማ ልክዕ ከምኡ እዩ ኣብ መጀመርታ ዝደጋገሙ ነገራት እዮም መበገሲ ናቱ ማለት እዩ ዝደጋገሙ ነገራት ልክዕ ከምቲ ኣብ መጀመርታ ዝነበረ መንገዲ እዞም ዝደጋገሙ ነገራት ሮቲን ተባሂሎም ጽውዑ ድሒሮም ናብ ልምዲ ይቕየሩ እሞ ልክዕ ከምቲ ሃይወይ ሽዑ ንክነተግብሮም ቀሊል ይኾነልና ብጣዕሚ ቀሊል ዝኾነልና ምክንያቱ ብዙሕ ሓይሊ ኣየድልን ብዙሕ ዲስፕሊን እውን ኣየድልየናን እዩ ስለዚ ብኸምዚ ኣገባብ እዩ ልምዲ ኣብ ሓንጎልና ዝፍጸም። ሕጂ ክንሓስቦ ንኽእል ኢና፣ ማዕረ ክንደይ ከቢድ ምዃኑ ለውጢ ንኽትገብር። ምኽንያቱ ሓደ ዘይተጣሕሰ ጽርግያ ትሃንጽ ኣለኻ ኣብ ሓንጎልካ ማለት እዩ። ሓደ ዘይፈልጦ ዘይለመዶ ብዙሕ ኢነርጂ ዝሓትት። ካልኣይ ክንርስዖ ዘይብልና ሓንጎልና ስራሕ ኣዝዩ ዝጸልእ ብጣዕሚ ብጣዕሚ ኢነርጂ ምጥፋእ ብጣዕሚ እዩ ዝጸልእ ምኽንያቱ ኩሉ ግዜ ኢነርጂ ኣብ ምዕቃብ ዘተኮረ ሓንጎል እዩ ዘለና ደቂ ሰባት ማለት እዩ ስለዚ ኣብ መጀመርታ ለውጢ ክንገብር ከለና ልምዲ ክንገብር ኣብ ንፍትነሉ ድማ ብከምኡ እዩ ኣዝዩ ከቢድ ዝኾነ ወላ ሕማቓት ልምድታት ተደኣ ተዓዚብና ተሃኒፆም ኣለዉ ኣብ ርእስና ከም ሃይወይ ወይ ድማ ከም ቅልጡፋት ፅርግያታት ተሃኒፆም ኣለዉ ንበል ነዚኦም ንምእላይ ነዚኦም ንምእላይ ካልእ ልምዲ ንምጥራይ ንሓንጎልና ሓይሊ ከጥፍእ ስለ ዝገብሮ ክገድፎም ኣይደልን ነዞም መንገድታት ስለዚኦም ከዓ ሕማቓት ልምታት ወይ ድማ ሕማቓት ወልፍታት ሕማቓት ምዃኑ ንፈልጦም ኢና ሕማቓት ምዃኖም ይሃስዩና ከም ዘለዉ ንፈልጥ ኢና ንክንገድፎም ግን ኣዝዩ ከቢድ እዩ ምክንያቱ ልምዲ ስለ ዝተቐየሩ ኣብ ሓንጎልና ሃይወይ ስለ ዝተቐየሩ ኣብቲ ናይ ሓንጎል ጫካ ጽርግያታት ስለ ዝኾኑ ብዙሕ ሓይሊ ዘየድልዮም ሓንጎልና ንኸተግብሮም ኣዝዩ ቀሊል ስለ ዝኾነ ስለዚ ከዓ እዩ ሕማቕ ልምዲ ንክትገድፎ ከቢድ ዝኾነ ሓድሽ ልምዲ ንክትሃንፅ ድማ ኣዝዩ ኣዝዩ ከቢድ ዝኾነ ስለዚ ክልቲኡ ከቢድ እዩ ሕማቕ ልምዲ ክትገድፎ ከቢድ እዩ ሓድሽ ልምዲ ንክትሃንፅ እውን ከቢድ እዩ ልምዲ ምስ ኮነ ግን ብፍላይ እቶም ፅቡቓት ልምድታት ክትሃንፆም ትደሊ ኣዝዮም እቲ ናቶም ብልጫ እቲ ናቶም ፍረ ኣብ መፃኢኻ ትበልዕ እቶም ሕማቓት ልምድታት እውን ኣብ መፃኢ እንተስ ጥዕናኻ ድም ክጎድኡኻ ገለ ናቶም እውን ኣብ መፃኢ እዩ ግን ናይቶም ፅቡቓት ልምድታት እቲ ፅቡቕ ፍረ ኣብ መፃኢ መፃካ ስለዚ ኢና ከዓ ደቂ ሰባት እቲ ዝሓሸ ንሕና ንምዃን ሓደሽ ልምድታት ክነጥሪ ዘለና መፃኢና ንክሓይሽ ማለት እዩ ስለዚ ብከምዚ ኣገባብ እዩ ኣብ ሓንጎልና ልምዲ ዝፍጠር ብኡ ክንከይድ ኮለና ኣብ መጀመርታ ኣዝዩ ከቢድ እዩ ምጥሓስ ዘድልዮ ሳዕርን ገረብን ረጊፅካ ትሓልፎ እዩ ኣብ መወዳእታ ግን እንዳቐለለ ይኸይድ ኣብ መወዳእታ ሽዑ ኣውቶማቲካሊ ኢና ንገብሮ ወላ እቲ ልምዲ ከቢድ ይኹን እምበር ሕጂ ሰባት እንታይ እዮም ዝሓስቡ እቲ ንክትገብሮ እቲ ክትገብሮ ትደሊ ነገር ቀሊል ተደኣ ኮይኑ ቀልጢፉ እዩ ልምዲ ዝኸውን እወ ኣብ ግዜ ክፈላለ ይኽእል እዩ ግን ከኣ ወላ እቶም ከበድቲ ኢልና ንሓስቦም ንሕና ንኣብነት ኤክሰርሳይስ ምግባር እንተደኣ ኮይኑ ከቢድ ኢልና ንሓስቦ ልምዲ እንተደኣ ኮይኑ ኣብ ሓንጎልና ሃይወ ይኸውን ስለ ዘሎ ሓንጎልና ከም ቀሊል ኣሚኑ ስለ ዘሎ ድሕርና ንክንፍፅሞ ኣዝዩ ቀሊል እዩ ዝኸውን እሞ ስለዚ ብከምዚ ኣገባብ እዩ ልምዲ ኣብ ሓንጎልና ዝፍጠር ቀፂልና ድማ እቶም ተግባራውያን ዝኾኑ ነገራት እንታይ እዮም? እቶም ክንወስዶም ዘለና ስቴፕስ ሓደ ልምዲ ንክንሃንጽ ክንዕዘብ ኢና። እቲ ኣብ መጀመርታ ክንገብሮ ዘለና ነገር ንጽርነት እዩ። መብዛሕትኦም ሰባት ተዳእ ተዓዚብናዮም ኣብ ሓደ ግዜ ኩሉ ክቕይርዎ እዮም ዝፍትኑ። ካብዚ ዓመት ኣዚኣ ትሒዘ ኩሉ ህይወተይ ክቕይሮ እየ። ካብ ዕለት ሓደ ትሒዘ ካብዚኣ ትመጽእ ዘላ ወርሒ ትሒዘ ኩሉ ነገር ከም ዝኸውን እዩ። እዚ ግን ዘይከውን ነገር እዩ። ኩሉ ብሓንሳብ ክትቅይሮ ዘይከኣል እዩ። ከምቲ ዝተዓዘብናዮ ኣብ ጫካ ናይ ሓንጎልካ ብዙሓት ቁልጡፋት ጽርግያታት እዮም ዘለዉ። እዚኦም ክሳብ ካልእ ሓድሽ መንገዲ ትሰርሕ ነዚኦም ገዲፍካ ካልእ ሓድሽ መንገዲ ስጋብ ትሰርሕ ነዚ ኩሉ ዝኸውን ኢነርጂ የብልካን ኣይከውንን እዩ እውን ወላ ብናይ ድሌት ሓይሊ እንተፈተንካ ንቑርብ ግዜ ጥራይ እዩ ንገለ ንገለ ኣዋርሕ ወይ ድማ ንገለ መዓልታት ጥራይ ክኸውን ዝኽእል ስለዚ ንጹርነት ክህልወካ ክኽእል ኣለዎ ኣብ ሓደ ግዜ ሓደ ልምዲ ንኣብነት ከኣ ናይ ግዜ ንጹርነት እውን ክህልዎ ክኽእል ኣለዎ ንኣብነት ድሕሪ ምሳሕ ናይ ጥዕና ዘለዎ መግቢ ምምጋብ ልምዲ ክተጥሪ ተረኣ ትሓስብ ኣለኻ ጥዑይ ኣመጋግባ ክህልወካ ድሕሪ ምሳሕ ኩሉ ግዜ ሰላጣ ክበልዕ እየ ናይ ምሸት ኩሉ ግዜ ድሕሪ ድራር ክንቀሳቐስ እየ ብምባል ንጹር ዝኾነ ግዜ ክተቐምጥ ክእል ኣለካ እቲ ሳልሳይ ክተቐምጦ ዘለካ ንጽርነት ድማ ስለምንታይ ዝብል እዩ ስለምንታይ ኢኻ ነዚ ልምዲ እዚ ክተጥርዮ ትደሊ ዘለኻ? እዚ ኣብቲ ከበድቲ ግዜያት እውን ንዓኻ ምትብባዕ ክፈጥረልካ እዩ። እዚ ልምዲ እዚ ድሕሪ ምጥራይካ ኣብ መጻኢ ካብኡ ትረብሖ ነገር እንታይ እዩ? ኣብዚሕካ ዲኻ ክትጥዕይ? ብዙሕ ሓይሊ ድዩ ክህልወካ ኣብ መዓልታዊ ህይወትካ? እንታይ እዩ እቲ ናትካ ረብሓ? ስለምንታይ ኢኻ ትገብሮ ዘለኻ? እቲ ቀጺልና ክንገብሮ ዘለና ነገር ነቲ ዓቢ ዕላማና ወይ ድማ ነቲ ክነቐምጦ ደሊና ዘለና ነቲ ክንሃንጾ ደሊና ዘለና ልምዲ ናብ ንኣሽቱ ስጉምታት ምስብባር እዩ ወይ ድማ ኣብ መጀመርታ ንኣሽቱ ናይ ቆልዓ ስጉምታት ምፍጻም እዩ ንኣብነት ስፖርት ናይ ምስራሕ መደብ ተደኣሊካ ንግሆ ድሕሪ ምትሳእካ ክንዲ ጎቦ ዝኸውን ዕላማ ምቕማጥ ዘይኮነስ ንኣሹ ንኣብነት ሓሙሽተ ፑሽኣፕ ምስራሕ ወይ ድማ ናይ ምንባብ ልምዲ ክተጥሪ ትሓስብ ተደኣ ኣሊኻ መዓልታዊ ክልተ ገጻት ጥራይ ምንባብ ወይ ንሓሙሽተ ደቂቕ ጥራይ ምንባብ እዚ እኹል እዩ ኣብ መጀመርታ ነቲ ተግባር ሓደ ተደጋጋሚ ነገር ንምግባሩ ድሕርካ ልምዲ ምስ ኮነ ነዚ ነገር እዚ ክተዕብዮ ትኽእል ኢኻ ክትጎይ ክትጅምር ትኽእል ኢኻ ወይ ድማ 20 30 ገጻት ክተንብብ ክትጅምር ትኽእል ኢኻ ኣብ መጀመርታ ግን ንኣሽቱ ናይ ቆልዓ ስጉምቲ ቀጺልና ቀስቀስቲ ነገራት ክህልዉና ክኽእሉ ኣለዎም፣ ከባቢና ከኣ ነቲ ሓድሽ ልምዲ ንምትግባሩ ቀሊል ዝገብር ክኸውን ክኽእል ኣለዎ። እዚ ከመይ ማለት እዩ? ንኣብነት ስፖርት ኣብ ትሰርሓሉ ነቲ ትፈትዎ ዓይነት ፖድካስት ምስማዕ እዚ ንዓኻ በቲ ሓደ ወገን ከም መተባብዒ ይኾነካ ኣሎ፣ ካልኣይ ድማ ንሓንጎልካ ከም ብልጫ ዓይነት እዩ ነዚ ልምዲ እዚ ብምግባሩ። ካልኣይ ድማ ስፖርት ክትሰርሕ ኣብ ትሓስበሉ ወይ ድማ ናይ ስፖርት ልምዲ ክተጥሪ ትሓስብ ተደኣ ኣሊኻ ናይ ስፖርት ዕጥቅኻ ድሉው ብምግባር ከባቢኻ ንስፖርት ዝምችእ ብምግባር ነቲ ልምዲ ንምትግባሩ ቀሊል ክገብር እዩ ፍሉጥ ዝኾነ ግዜ ምህላው እዚ ኣብ መጀመርታ ብፍላይ ኣዝዩ ኣዝዩ ኣገዳሲ እዩ ነዞም ተግባራት እዚኦም ተደጋገምቲ ንምግባሮም ኣብ ሓደ ሰዓት ብፍላይ ክሳብ ልምዲ ዝኾኑ ኣብ ሓደ ሰዓት ኣብ ሓደ ግዜ ናይ ሓደ መዓልቲ ምትግባሮም ብዝተኻእለ መጠን ብተደጋጋሚ ምግባሮም ኣዝዩ ኣዝዩ ኣገዳሲ እዩ ምክንያቱ ብከምዚ ኣገባብ እዮም ናብ ልምዲ ዝቕየሩ እዞም ሮቲን ዝኾኑ ነገራት ብከምዚ ኣገባብ ናብ ልምዲ ይቕየሩ ስለዚ ናይ ሎማዓን ትሕሶ ነዚኣ ትመስል መሃሪት ኮይና እንተ ደኣ ረኺብኩማ ላይክ ብምግባር ናብ ካልኦት ግዱሳት ኣሕዋት ከም ትበጽሕ ግበርዋ